እዚ ንሪኦ ዘለና በዓቲ ትሕቲ መሬት ዝርከብ ካልእ ፕላኔት እዩ ተዝበሃል ምግናን ኣይኮነን። ምኽንያቱ ድማ ሲዒብና ንሪኦ እዩ ዝኸውን። እሞ ደኣ ኣቐዲመ ሰላምታይ እናቕረብኩ ላይክን ሸርን ኢልኩም ንኽትፍልምዎን ንዘለኩም ርኢቶ ድማ ኣብ ናይ ኮመንት ቦታ ክትገድፉለይን ክገልጻልኩም እፈቱ። ናብቲ መደብ ክወስደኩም። እሞ ደኣ እዛ ንዓና ዝሓዘት ፕላኔት ኣዝዮም መስደመምቲ ዝኾኑ ተፈጥሮ ይርከብዋ እዮም። ሓደ ሓደ ተፈጥሮታት ግና ንዓይንኻ ይኹን ንእዝኒ ኣዝዩ መስደመም እዩ። እሞ ደኣ ኣብዚ ናይ ሎማዕንቲ መደብ ናይ ርእሱ ዝኾነ ጫካ ምስ እንስሳት ቀጺሉ ድማ ሓደ ምሉእ ከተማ ውሒጡ ዝርከብ ናይ ጥንታውያን ናይ ቱርክ በዓትታት ከቕርበልኩም እየ እናበልኩ ናብቲ ፈላማይ ዝኾነ ሃንግሶንዶም ክወስደኩም። እዚ ንሓደ ንእሽቶ ከተማ ዘንዕቕ ኣዝዩ ግርማ ዘለዎ በዓቲ ኮይኑ ኣብ ዓለምና ካብ ዝርከቡ ዓበይቲ በዓትታት እቲ ኣብ ቅድሚት ዝስራዕ በዓቱ'ዩ። ዓቢ ካብ ምዃኑ እተላዕለ'ውን ናይ ርእሱ ዝኾነ ናይ ኣየር ክሊማ ዝውንን ኣዝዩ ጫካ ዝኾነ ዓቢ ቃላይን ዘለዎ በዓቱ'ዩ። ናይዚ በዓቲ ምስጢር ግና ኣብዚ ዘብቅዕ ኣይኮነን። እኳ ደኣስ ኣብ ውሽጡ ሓቝፉዎም ዝርከቡ ሸውዓተ ፍሉያት እንስሳት ዝሓዘ በዓቱ'ዩ። ንሳቶም ድማ ሓመዳዊ ሕብሪ ዘለዎም ኣህባይ፣ ብዙሓት ዓይነት ናይ ባሕሪ ዓሳሱን ካብ ክልተ ሚእቲ ንላዕሊ ናይ እጽዋት ይኹን ናይ እንስሳት ዓሌት፣ ኣብ ውሽጢ ውሒጡ ዝርከብ ኣዝዩ መደነቒ ተፈጥሮኣዊ በዓቲ እዩ። እዚ ናይ ትሽዓተ ኪሎ ሜትር ዝኣክል ርሕቐት ዘለዎን ካብ ሰላሳን ሸሞንተ ነጥቢ ሓሙሽተ ኪዩቢክ ሜትር ንላዕሊ ስፍሓት ዘለዎ በዓቲ ኮይኑ ካብ መሬት ንላዕሊ እውን እንተኾነ ናይ ሓደ ኣርብዓ ፎቕ ዝሽፍን ኮይኑ ተመዝጊቡ እዩ። እሞ ደኣ ትብዓት ብምርካብ ናብዚ ተኣምራዊ ዝኾነ በዓቲ እንተኣቲኹም በቶም ኣዝዮም ዘደንቑ ናይ ተፈጥሮ ርኻቦት ክትግረሙ ናይ ግድን እዩ። እዚ በዓቲ እውን ከምቶም ካልኦት ክፋል ዓለም ኣብ ናይ ክረምቲ ወቕቲ ደበና ዝረኣዮ ኮይኑ ስሩዕ ናይ ማይ ክረምቲ እውን ዝካየደሉ በዓቲ እዩ። ወዲ ሰብ እውን ብዛዕባ ናይዚ በዓቲ ንነዊሕ ግዘ ዝኣክል ምርምር ገይሩ ዘይፈልጥ እኳ እንተነበረ ኣብ ክልተ ሽሕን ትሽዓተን ዓመተ ምህረት ግና ናይዚ ዘርፊ ሰብ ሞያ ብዙሕ መፅናዕቲ ኣካይደምሉ እዮም። ንፈለማ ግዘ እውን ኣብ ዓሰርተ ትሽዓተ ኢሳን ሓደን ዓመተ ምህረት ብሓደ ናይ ቬትናም ሓረስታይ ከም ቀልዲ ከም እተረኽበ ዝዝረበሉ እዚ በዓቲ፣ ኣብ ሓደ ሰዓት፣ ኣብ መንጎ እቲ ጫካ ሓደ ነዃል ይዕዘብ እሞ ናብኡ ክጽጋዕ ክጅምር እንከሎ ግና ዝሑል ዝዀነ ኣየር ክስምዖ ይጅምር። ናብዚ ቦታ ኣዝዩ ምጽጋዕ እንትቕጽል፣ ናይ ማይ ድምጺ ስለ ዝሰምዐ፣ ጽቡቕ ገይሩ ብዛዕባ እዚ ነገር ንምፍላጥ ናብ ገዝኡ ብምኻድ ላምባዲና ሒዙ ክመጽእ ክኢሉ እዩ። ተመሊሱ ናብዚ ቦታ እንትኸይድ ግና ነቲ ርእይዎ ዝነበረ ነዃል ክረኽቦ ከም ዘይከኣለን ድሕሪ ብዙሕ ግዘ እውን ተመሊሱ ከም እተረኽበ ብምሕባር ተመራመርቲ መፂኦም ንኸፅንዕዎ ሓቢሩ እዩ። እዞም ዝመፁ ተመራመርቲ እውን ኣዝዩ ዓሚቕ በዓቲ ከም ዝኾነ ብምርዳእ ናብ ሚድያ ሓቢሮም እዮም። እዚ በዓቲ እውን ኣብዚ ሕጂ ሳንድሮ ዝብል መፀውዒ ስም ተዋሂብዎ እዩ። እዚ በዓቲ እውን ኣዝዩ ሰፊሕ ካብ ምዃኑ እተላዕለ ድምፁ ብልዑል ዝኾነ ኩነታት ከጋውሕ ይስማዕ እዩ። እሞ ደኣ ካብቶም ገጀፍቲ ዝኾኑ ናይ ቬትናም ጫካታት ሰለስተ በዓቲ ክህልዉ እንከለዉ፣ ካብዚኦም ሰለስተ በዓቲ ድማ እዚ ሳንዶግ በዓቲ ሓደ'ዩ። እዚ እተፈላለየ ክሊማ ይኹን እንስሳት ምስቲ ዓቢ ጫካ ዝሓዘ በዓቲ ኣብ ውሽጡ ብዙሕ ነገር ከም ዝካየድ ይግለጽ'ዩ። ንእሽተይ ኖኻል ተጠቂማ ትኣቱ ጸሓይ'ውን እንተኾነት ነቶም ገረባት ዓቢ ጥቕሚ ትህቦም ኮይና ተረኺባ'ያ። ኣብዚ በዓቲ እውን እፅዋት ጥራይ ዘይኮነስ ዓበይቲ ሩባታት ዝሓዘ ኮይኑ እዚኦም ሩባታት እውን በቶም ክፉታት ዝኾኑ ናይዚ በዓቲ ነዃል ዝኣትው ከም ዝኾነ ተሓቢሩ እዩ። እዞም ሩባታት እውን በቲ ዘለዎም ቅልጡፍ ዝኾነ ዋሕዚ በፃሕቲ ዓዲ ናብዞም ሩባታት ብምእታው ክሕምብሱ ይኹን ግዘ ከሕልፉ ዝፍቀድ ኣይኮነን። ናይዚ ምኽንያት ድማ ናይዞም ሩባታት መጠረሻ ስለ ዘይፍለጥን ናብቲ ዘይፍለጥ ናይ በዓቲ ክፋል ክወስዶም ከም ዝኽእል ስለ ዝሕበር እዩ። ኣብ ክልተ ሽሕ ዓሰርተ ሸሞንተ ዓመተ ምህረት እውን ሰለስተ ምሕንባስ ዝኽእሉ ሰባት ነዚ ሕጊ ጥሒሶም ናብቲ ሩባ ብምእታው ክሳብ ሰማንያ ሜትሮ ዝኣክል ክጠልቁ ከም ዝኸኣሉን ብድሕሪኡ እውን ናበየናይ በዓቲ ከም ዝኸዱ ዋላ ሓደ እተፈልጠ ነገር የለን። ብኸምዚ ምኽንያት እውን እዚ በዓቲ መስደመሚ ክኾን ገይርዎ እዩ። እቲ ኣዝዩ ዘገርም ግና ብዙሕ ሩባ ክርከብ ምኽኣሉ ዘይኮነስ ኣብዚ በዓቲ ውሽጢ ካልኦት ብዙሓት ቀላያት ክህልዉ ምኽኣሎም እዩ። ሰፊሕ ካብ ምዃኑ ተላዕለ ድማ ኣብዚ በዓቲ ውሽጢ ንሰዓታት ዋላ እኳ እንተተጓዓዝካ ናብቲ ጫፍ ንምብጻሕ ኣዝዩ ከቢድ እዩ። እዚ በዓቲ እውን ምስቲ ናይ ተፈጥሮ ጽባቐኡ ሓደገኛ ከም ዝኾነ ይሕበር እዩ። ኣብ ሓደ ወቕቲ እውን ነዚ ተኣምራዊ ዝኾነ በዓቲ ክርኢ ዝመረጸ ሓደ ተባዕ ሰብ ኣትዩ ኣበይ ከም እትጠፍአ ዝተፈልጠ ነገር የለን። ካብ ክልተ ሽሕ ዓሰርተ ሰለስተ ዓመተ ምህረት ጀሚሩ እውን ዝኾነ ይኹን ዓይነት ውልቀ ሰብ ናብዚ ቦታ ብምኻድ ዑደት ክገብር ከም ዝኽእል ፍቑድ እኳ እንተኾነ ናይዚ ሓደገኛነቱ ምስሊ ከየፅናዕኻ ምኻድ ግና ኣዝዩ መፍርሒ ከም ዝኾነ ይግለፅ እዩ። ናብዚ በዓቲ ክበፅሕ ዝደልየ ሰብ እውን ኣብ ፈለማ ብጉጅለ ክውደብ ናይ ግድን ኮይኑ እዩ። ምኽንያቱ ድማ ንዝኾነ ይኹን ናይ ፀጥታ ስግኣት ንምቕናስ ተባሂሉ ከም ዝኾነ ይሕበር እዩ። ብጉጅለ ብምኻድ እውን ነዞም ነዋሕቲ እምባታት ክትሓኩር ተመራፂ ኮይኑ እዩ። ብጉጅለ ብምዃን ናብዚ መፍርሒ ዝኾነ ናይ ዓለምና ሳልሳይ ደረጃ ዝሓዘ ዓቢ በዓቲ ምስቶም መጎብነይቲ ሰባት ክኸዱ ተመራጺ ኮይኑ እዩ። ብዙሓት በጻሕቲ ዓዲ ካብቲ ኣብ በዓቲ ዝርከብ ተፈጥራዊ ነገር ነቲ ናይ እግሪ ጉዕዞ ከም ዝፈትውዎ ገሊጾም እዮም። ኣብዚ ናይ በዓቲ እግሪ ጉዕዞ እውን ብዙሓት ዓይነት ቀላያት ይኹን ብዙሓት እምባታት ክትርኢ ከም ዝገብረካ ገሊጾም እዮም። ኣብቲ ናይ ዑደት ሰዓት እውን ናይ ምሕንባስ ወኒ ዘለዎ ሰብ ኣብተን ፍቑዳት ዝኾኑ ናይ ሩባ ቃላያት ምሕንባስ ፍቑድ ኮይኑ እዩ። ኣብቲ ምሸት ድማ ኣብ ናእሽቱ ቴንዳ ክድቅሱ ይኽእሉ እዮም። ኣብዚ ሕጂ ሰዓት እውን ናብዚ በዓቲ ብሰላም ኣቲኻ ብሰላም ናይ ምውጻእ ተግባር ልሙድ እናኾነ ብምምጻእ በብዓመቱ ናብዚ ቦታ ዝበጽሑ ሰባት ቁጽሮም እናወሰኸ ክመጽእ ገይርዎ እዩ። ናብዚ ቦታ በጺሖም ዝተመልሱ ሰባት እውን እንተኾነ ነዚ ዓይነት ኣጋጣሚ ፈጺሞም ከምዘይርስዕዎ ገሊጾም እዮም። እሞ ድኣ ነዚ ዕዱል እንተ እትረኽቡ ናብዚ ዓይነት በዓቲ ብትብዓት ምኣተኹም ዶ ዝብል ሕቶ ኣብ ናይ ኮመንት ቦታ ግደፉለይ። ናብቲ ካልእ በዓቲ ክወስደኩም እንከለኹ ኣብ ዓሰርተ ትሽዓተ ስሳን ሰለስተን ብሓደ ናይ ቱርኪ ሓረስታይ እተረኽበ በዓቲ ክኸውን እንከሎ እዚ እውን ኣብ ሓደ ኣጋጣሚ ናብዚ በዓቲ ዘእቱ ሓደ ክፍቲ ነገር ረኺቡ እዩ። እዚ ሰብ ኣብቲ በዓቲ ውሽጢ ሓደ ሙሉእ ናይ ጥንቲ ከተማ ክረክብ ኪኢሉ እዩ። እዚ ከተማ ክሳብ ዕስራ ሽሕ ሰባት ከንብር ዝኽእልን ናይ ኣኻፍት መንበርን ዝሓዘ ኮይኑ ተረኺቡ እዩ። ኣብዚ ከተማ ውሽጢ ቤት ትምህርቲ፣ ናይ ፈረስ መጋለብን ምስ ናይ ክሽነ ገዛውትን ዝርከቡ ኮይኑ እዚ ናይ በዓቲ ከተማ እውን ብግምት ካብ ሸውዓተ ሚእትን ሰማንያን ክሳብ ሽሕን ሰማንያን ዓመተ ምህረት ኣብ ናይ ቢዛንታያን ናይ ስልጣነ ዘመን ዝተሰርሐ ከም ዝኾነ ተገሊፁ እዩ። ካብዚ ከተማ ብተወሳኺ ብዙሓት ምስቲ በዓቲ ዝመሳሰሉ ናይ መንበሪ ሰፈራት ኣብ ቀረብኡ ከም ዝርከቡ ተሓቢሩ እዩ። እዚ በዓቲ ድማ ኣብ ሃገረ ሮማንያ ዝርከብ ኮይኑ ካብቶም ሰፋሕቲ ሜዳታት ሞንጎ እቲ ሓደ ኣብ ማእከል ክፉት ነገር ይረክብ እሞ እዚ ነዃሉ እውን ካብ መሬት ንታሕቲ ናብ ዘሎ በዓቲ ዝወስድ ኮይኑ ተረኺቡ እዩ። ኣብዚ በዓቲ እውን ጽቡቕ ክሊማ ዘይብሉ ኮይኑ ከም እኒ ሃይድሮጅን ሳልፋይድ ወይ እውን ካርቦን ዳይኦክሳይድ ዓይነት ንወዲ ሰብ ዝጎድኡ ሒዙ ዝርከብ በዓቲ እዩ። ኣብዚ በዓቲ ዝርከብ ናይ ኦክስጅን መጠን ድማ ካብ ዓሰርተ ሚእታዊ ዝንኪ ከም ዝኾነ ተገሊጹ እዩ። ብዘይ ናይ ኦክስጅን ታንክ ናብዚ በዓቲ ምእታው ኣዝዩ ከቢድ ከም ዝኾነ ይሕበር እዩ። ኣብዚ ከቢድ ዝኾነ ክሊማ ውሽጢ እውን እንስሳ ይህሉ ይኾኑ ተባሂሉ እኳ ተዘይተገመተ ኮይኑ ግና ኣርባዓን ሸሞንተን ዓይነት ናይ እንስሳት ዓሌት ክርከቡ ክኢሎም እዮም። ካብዚኦም ውሽጢ እውን እቶም ሰላሳን ሰለስተን ዝኾኑ ዓሌት ኣብ ካልእ ዘይርከቡ እንስሳት ከም ዝኾኑ ተገሊፁ እዩ። ኣብዚ ቦታ እውን ኣዝዮም ሓያል መርዚ ዘለዎም ናይ ዕንቅርቢት ዓሌት ከም ዝርከቡ ይግለጽ እዩ። ኣብዚ ዝርከቡ ነፍሳት ኩሎም ቅርጾም ዘይልሙድ ኮይኑ፣ ኣብዚ በዓቲ ውሽጢ እውን ናይ ጸሓይ ብርሃን ስለ ዘየሎ ኣብ ውሽጡ እጽዋት ክህልው ኣይከኣለን። እዚኣቶም ነፍሳት ኦክስጅን ከመይ ይረኽቡ ንዝብል ሕቶ ድማ እቲ መልሲ ኣብ ማይ ውሽጢ ዝነብር ኣውቶትሮፊ ብዝተባህለ ባክተርያ ምኽንያት እዩ። እዚ ባክተርያ ኣብቲ በዓቲ ውሽጢ ዝርከብ ልዑል መጠን ካርቦን ዳይኦክሳይድ ተጠቂሙ ናብ ኦክስጅን ከም ዝልውጥ ክጽናዕ ተኻኢሉ እዩ። ብተወሳኺ ድማ እቲ ዘፈልፍሎ ኬሚካል ንኻልኦት ነፍሳት ልክዕ ከም መግቢ ኮይኑ ከም ዘገልግል ተጸኒዑ እዩ። ብኸምዚ ምኽንያት ድማ ኩሎም ኣብዚ ዝርከቡ እንስሳት ሓቢሮምን ተኸኣኢሎምን ክነብሩ ገይርዎም እዩ። እሞ ደኣ ናብዚ በዓቲ ተዳፊርካ ምእታው ማለት ንህይወትካ ዘይምሕሳብ ተገይሩ ስለ ዝቑጸር፣ መብዛሕትኡ ግዘ ካብቶም ተመራመርቲ ወጻእ ዋላ ሓደ ሰብ ዝኣቱ ኣይተረኽበን። እቲ ካልእ ኣዝዩ ምስደመም በዓቲ ኣብ ኢንዶነዥያ ፍሎረንስ ዝርከብ ኮይኑ፣ ናይዚ በዓቲ መዓሙቕ ምስ ሳንዶንክ ዋላኳ ክወዳደር ተዘይከኣለ ኣብ ውሽጡ ብዝርከብ ናይ ጥንቲ ቅርሲ ግና ተፈላጢ ኮይኑ እዩ። ኣብ ክልተ ሽሕን ሰለስተን ዓመተ ምህረት ሓደ ናይ ምርምር ጉጅለ ነቲ ናይ ጥንቲ ስልጣነ ዘመላኽት መሳርሒ ክረክብ ኪኢሉ እዩ። ቅድሚ ኣሽሓት ዓመታት እውን ኣብዚ ቦታ ናይ ወዲ ሰብ ዓሌት ከም ዝነበረ ክብጻሕ ተኻኢሉ እዩ። ኣብዚ ናይ ምፍሓር ሰዓት እውን ናብ ሰላሳታት ዕድመ ናይ ዝጽጋዕ ሓንቲ ጓል ዓጽሚ ከም እተረኽበን ምስኡ ብዙሓት ኣዕጽምቲ ከም ዝነበረን ብምሕባር ሆሞ ፍሎረንስ ዝብል ስም ተዋሂብዎም እዩ። እሞ ደኣ ካብ ናይ ሎማዓንቲ መደብ ዝቐሰምኩሞ ፍልጠት እንታይ ይመስል ኔሩ እናበልኩ ላይክን ሸርን ብምባል ናብ ኩሉን ክባጻሕ ደገፍኩም ኣይፈለየኒ ክብል እፈቱ።